ሰላም ሰላም ክቡራትን ፍትዋትን መተናለይ ቤተሰብ ደቂ ዓበይቲ ዋይ ሃመይ ኒኦኹምለይ ዳሕና ዲኹም ኣነ ሰላም እያ ንስኻትኩም ድማ ሰላም ክትኾኑ እናተመነኹ ሎማዓንቲ ከምቲ እትርእይዎ ኣለኹም እዚ ቦታ እዚ ብጣዕሚ ደስ ዝብል ቦታ እየ ሒዘልኩም መፅእ ኣለኹ ኣብ ኢና ንርከብ ብዝብል ኣብ ከተማ ዓዲ ጉዶም ኮይኑ ቀጠና ሓደ እየ ሒዘልኩም መፅእ ኣለኹም ስለዚ ሓደስቲ ዝኾንኩም ድማ ሼር ላይክ ሳብስክራይብ ምግባር ቤተሰብ ኩኑ እዚ ቪድዮ ከይሓልፈኩም ኣሕዋተይ ላበይ ኢኹም ባኾይድኩም ሳብስክራይብ ዘይትገብሩለይ ብያንስ እኳ ብያንስ ዓሰርተ ሽሕ ኣሙልእኒ ካብኡ ካብ ዓሰርተ ሽሕ እንድሕር ዳኣ መሊኦ ኮይነ ምንም ኣይጥይቆኩም ማለት እዩ ቤተሰብ ዝኾንኩም ከዓ በዓልኩም የጥፍኦኩም ኣሕዋተይ ማዕረይ እዚ ቪድዮ ሃመይ ገይረ እየምፅእዮ ድኻመይ ረሃፀይ ርኢኹም በዓልኩም ሳብስክራይብ እና ላይክ ግበሩለይ ሳብስክራይብ ገይርኹምኹም ላይክ ግበሩለይ በዓልኩም ማለት እዩ ምትዋዕኹም ኣይፈለየኒ እናወልኩ እዚ ቪድዮ እዚ ድማ ላብ ፌስቡክ ይኹን ላብ መሰንጀር ይኹን ላብ ኩልኹም ኣሕዋተይ ሸር ግበርዎ ምክንያቱ እዛ ቦታ እዚኣ ክትሽወጥ ተባሂላ ስለሌላ ክሽወጥ እዩ ካብ ናተይ ቻናል ቃዓሚ እንድሕር ዳኣ ለይኹም ኮይንኹም እዚ ቦታ እዚ ከም ዝሽወጥ ግበርለይ ስለዚ ንኸድላ ጉዳይና ከምቲ ትርእይዎ ኣለኹም ጫዓ ልመስል ቦታ ኣብ ከተማ ኣድጉዶም ኮይኑ ቀጠና ሓደ እናተባሃለ ዝፅዋዕ ጥቓ ሃይስኩልና እንዳ ገብርኤል ቤተክርስቲያን እንዳ መድሃኔ ዓለም ቤተክርስቲያን ኣብኡ ጥቓ እዩ ብጣዕሚ ደስ ዝብል ቦታ እየ ሒዝልኩም መፅ ኣለኹ ብቻ ግን ከይተምልጠኹም ቦታ ኣብዚ ሕዚ ሰዓት ብጣዕሚ እዩ ረኺሱ ኣሎ በተለይ በተለይ ኣብ ዓዲ ጉዶም ኣብ ዓዲ ለሎ ሰብ ካሊእ የውሪ ኣብዚ ዘለና ድማ ካሊእ ካሊእ ነገር ኢና ንብሊ እስካብ ሓደ ነጥቢ እስካብ ሸሞንተ ሚእቲ እስካብ ሸውዓተ ሚእቲ ሒዝና ኣብ ባንኪ ነግኒ ድና ካርታ ዘለዎ ዋላስ ነባር ትሕዝቶ እዩ ኣይ ከግንማ ኣይኽእል እዩ ምክንያቱ ብጣዕሚ እዩ ክባር እናበልና ቅርሽና ስቁልና ዋጋ ለይብሉ ግዜ ነሕልፎ ኣለና ልምንታይ ከ ኣብዚ ቦታ ለይፀንሕ በሃሊት እየ ኣነ ሓፍትኹም ስለዚ ኣብ ከተማ ዓዲ ጉዶም ሒዘልኩም መፅእ ኣለኹ ካርታ ዘለዎ ፕላን ገዛ ላብ ስምኩም ተዝርዎ ትኽእሉ ሕጋዊ እዩ ሒዘልኩም መፅእ ኣለኹ እዚ ከምቲ ትርእዎ ኣለኹም ክልተ ሚእት ካሮ እዩ ኣብ ከተማ ዓዲ ጉዶም ኮይኑ ቀጠነ ሓደ ደጊመ ደጋጊመ ክነግረኩም ማለት እዩ እንዲያም ከዚ ትማሊ እያ መጽያትኒ እዛ ቦታ ማለት እዩ ኣብ ፌስቡክ ለ ተለቂቑ ርኢኹምዎ ትኾኑ ኢኹም ተለቂቑ እዩ ስለዚ ንስኻትኩም እውን ሸር ግበሩ እዛ ቦታ እዚኣ ዓዳ ግሃም ልመጻ ማለት እዩ ከምቲ ትርእይዎ ኣለኹም እዚ ግቢ እዚ ተሓንፅዩ ፅንዮ እዚ ሃይ ስኩል ትምህርቲ ቤት ልሓዘ እዩ ከምቲ ትርእይዎ ኣለኹም ደቂ ዓዲ ጉዶም ኹንኹም ትፈልጥዎ ኢኹም ደቂ ዓዲ ጉዶም ዘይኮንኹም ድማ ድሓን ችግር የብሉ ክነፋልጠክና ብጣዕሚ ቆንጆ እዩ ቦትኡ ከምቲ ትርእይዎ ኣለኹም ሓድሽ ውውተ ስለዝኾነ ሰብ እናሰረተ እናሰርሐ ልመድሐዚ ቦታ ልበለለ መድሐዚ ቦታ እናገበረ እዩ ዝርከብ ምክንያቱ ቦታ እንድሕራ ነፃ ቦታ ገዚእካ ኮይንካ ምንም ጥርሑ ቦታ ከፍ ክብል የብሉ ግድን ሰረት ክትገብረሉ ኣለካ ምክንያቱ እቲ ምሳካ ዝሰርሕ ደ እንድሕራ ክሰርሕ ኣልዩ ግድን ክደፍኦ ክኽእል ወይ ደሞ ነፀላ መንድቅ እናበለ ብዙሕ ሰብ እንትን ይብለካ እዩ ስለዚ በተለይ ሃምዚ ዓይነት ካርታ ለለኩም ወይ ደሞ ካርታ ልገዛእኹም ኣሕዋተይ ነፀላ መንዲቕ ብጣዕሚ ብጣዕሚ እዩ ለኣኻቱም ወሳኒ ማለት እዩ ይሕግዘኩም እዩ ክልቲኦኹም እቲ በዓል ሓደ ቦታና ንስኻ እንድሕር ገዛ ተስርሑ ኮይንኹም ነፀላ መንዲቕ ይኹም ገይርኩም ተስርሑ ማለት እዩ በተለይ ኣብዚ ሕዚ እዚኣ እንድሕር ደኣ ካርታ ለለዎ ኮይኑ ማለት እዩ ኣብ ከተማ ዓድጉዶ ክልተ ሚእቲ ካሬ ክንደይ ይበሃሉ ኣብ ኣዳ ገብርኤል ቀጠና ሓደ ጠይቕና ንበልኽና ንሕዋተይ ኣብ ከተማ ዓድጉዶ ቀጠና ሓደ እናተባሃለ ልፅዋዕ ብጥቕኡ ድማ ኣዳ መድሃኒ ኣለምና ኣዳ ገብርኤል ቤተክርስቲያን ኣለዎ እዩ እስካብ ሓደ ነጥቢ ሓደ ይብልዎ ኣለዉ ማለት እዩ ብጣዕሚ ቆንጆ እስቲ ክልተ ሚእቲ ካርለ ካርታ ለለወለ ኣብ ልኾንኹም ኮይንኹም ስምኹም ልተዝሩ በዓልኹም ሲ ሓደ ነጥቢ ሲ ኣበይ ከብስሩኸ ሰሚዕኻ ይውረ ማለት እዩ እንደገና ከተማ እዩ ሰሪሕካ ትብልዐሉ ዓዲ እዩ ከምቲ ትሪእዎ ኣለኹም ጫዓ እዩ ንመስል እዚ ሕዚ ሓደ ነጥቢ ሂብና ገዚእና ድሕር ግዜ ከ ክልተ ሚእቲ ካሬ ኣብ ከተማ ዓዲ ጉዶምስ ይርከብ ዶ እዩ ማለት ርከብ ዶ ኣይርከብ እዩ ኣነ እይርከብ እዩ በተለይ ቦታ ክኻብር እዩ ይበሃለ እዩ ኣሕዋተይ እስካብ ሸውዓተ ሚእቲ እስካብ ሸሞንተ ሚእቲ ለለኩም ኣሕዋተይ ልምንታይ ለይትገዙ ኣይነግኒ እኮ ኣይንረክቢ ሸውዓተ ሸሞንተ ትሽዓንተ ሒዝና ኣብ ባንክሲ ሃማ ዓይነትስ ኣይንረክቢ ኣብ ከትማስ ኣይንረክቢ ትብል ኣሕዋተይ ብዝሓት ስለ ለለክን በተለይ ብመሰንጀር ትጽሕፋለይ ኣሕዋተይ እስካብ ሸሞንተ እስካብ ሸውዓተ ኣለና ንካዓ ቤተሰብ ተደወልና ሸሞንተ ሸውዓተስ ልመንየን እየን ሃመ ጌርኪ ክትገዚ እሞ ካዓ ካርታ ዘሎ እናወሉ እንትን የውልና ኣለዉ የሸገሩና እና እልቶም ጸለኽን ቦታ ከዓ ርካሽ ኣሕና ዘለና ቅርሺ ህንድኦ ኣለና ግን ከዓ ቤተሰብ ኣየለይ ይውልና ኣለዉ ሓመ እዩ ኢልኽን ብዙሓት ሕዋተይ ስለ ዝተማኽራኒ ምክንያቱ ኣብ ዓዲ ለሎ ሰብና ኣብዚ ለሎ ሰብ ሓደ ክሓስብ ኣይኽእል የሕዋተይ ማዓሪ ብጭራሽ ማለት እዩ ስለዚ እንታይ እየ ክብል ደልያ ሓደ ነፃ ሓደ ተወልክክ ነው መዓንቲ ኣብ ከተማ ዓዱግዶም እስካብ ሸሞንተ እስካብ ሸውዓተ ካርታ ዘለዎ ማለት እዩ እስካብ ትሸዓንተ ኣለዎ እዩ እዚ ክብለክን ከለኹ ግን ከከም ቦትኡ ወሳኑ እዩ ሓደ ነጥቢ ሓደ ዝወልክክ ነው መዓንቲ ብጣዕሚ ብጣዕሚ ፍሉይ ቦታ እየ እንደገና ካብኡ ንእሽተን ወይ ዘወር ዝበለ ወይ ደሞ ኣብ ማእከል ወይ ደሞ ኣብ ወሰን ወይ ደሞ ካብ ጽርጋ ንእሽተን ልዕል ዝበለ ተኾይኑ ከዓ እስካብ ሸሞንተ እስካብ ትሽዓንተ እስካብ ሸውዓተ ሚእቲ ሃም ትረኽባ ኣብ ከተማ ዓዲ ጉዶ ቀጠና ሓደ ማለት እዩ ተሊክን ቤተሰብክን ደዊልክን ብደንብ ጌርክን ሕተት ኣሕዋተይ ማዕረይ ኣነ ከዓ ብልበለጸ ቁጽር ስልኪ ኣብዚ ክሓድገልክን እያ ድውል ኣቢልክን ዋላ እኳ ክትገዝኣ እንድሕር ዘይከኣልክን ከማኽረክን ለክኽእል እዩ እዚ ደላል እዚ ማለት እዩ ስለዚ ሕጋዊ ስለልሸጥ ደው ኢልክን ከምዚ ዓይነት ከም በቃ እዛ ልደለኽን ኣብ ቦታ ማለት እዩ ኣሕዋተይ ኣነ ሃም ኣሕዋተይ ምክንያቱ ተኸታተልትኻ ክበሃል ከሎ ብዙሕ ነገር ክተማኽረሉ ኢኻ ኩሉ ግዜ ኣነ ናይ እምነት ዘለዎ ቦታ ላብዚ ሸር ልገብሮ ኣለኹ ስእልካ እንደገን ልሽኾን ኣሕዋተይ ጎበኽን ኣብዚ መፅኢኽን ኣብ ፌስቡክ ሸር ልተገበረ ላባኺ ሸር ትገብሩ የለኽን ኣነ ፌስቡክ በዓል ኢለ ሸር ይገብር እዩ ኣሕዋተይ ምክንያቱ እቱ ዓዳግል ክመፅእ ኣነሲ እንድሕር ብዓብዩ ቪድዮ ካሪፆም እንደገና እዚ ቦታ ሰረት ኣለዎ ድዩ ሰረት የብሉ ድዩ ብዙሕ ነገር እዛ ቪድዮ እዚኣ ከምፅእ ብዙሕ ነገር ስለ ዝርእየላ ሰኸፈት ኣሎ እንደገና ናይ ዓድና ሰብ ከዓ ኣይመስለይ ቪድዮ ለኣኹልና ሃመይ ዓይነት እዩ ቦታ ሰረት ኣለዎ ዶ እምኒ ኣለዎ ዶ ሓሸዋ ኣለዎ ዶ እንድሕር ኢልካዮም ኮይንካ እኳ ቦታ ብቻ ልሽወጥ ኢልክ እንዶ ሸር ግበርና እዩ ዝብለኒ ኣነ ከዓ ሓመ ገይረ ሸር ይገብር እዩ ምክንያቱ እዚ ቦታ ስለ ለይረኣኻ ከመይ ጌርካ ሸር ትገብር ኣሕዋተይ መዓረይ እ ኣነ ባዕለይ ኣብ ስደት እየ ዘለኹ ስለዚ እንታይ እየ ክብል ደልየ እቲ ቦታ መጀመርያ ነገር ክትሪኦ ኣለካ ርኢኻ ኣሰናዲኻ ግድሚ ድዩ ሜዳ ድዩ ብዝብል እተወሰነ እኳ እንድሕር ከምዚ ዓይነት ቪድዮ ኣምፂኻ ኮይንካ ልኣኻ ንእሽተን ደስ ይብል እዩ ምክንያቱ ክትናገሮና ሓሳባት ክትብለ ደስ ደስ ይብለኒ እና እንታይ ኣየ ክብል ደልየ ዘረባ ኣብዚሕልኩም ኣሕዋተይ ማዕረይ ኣነ ከዓ ኣነፅር ኣቢልካ ሸር ምግባር እየ ልፎት እምበር ስኡልካ ለየነፅርካ ሽፍንፍን ኣቢልካ ሲ ታኸይለ ክናገር ታኸይለ ከዋግዕ ታይለካ ሓሳባት ክብ እዩ ስለዚ እና እዛ ቦታ እዚኣ ከይተምልጠልኩም ኣሕዋተይ ማዕረይ ሃምዚ ኣለኩም ለኹስ ካብ ሸሞንተ ሽኩዓተ እንድሕር ደኣ ሃሊክን ኮይኑ ኣብ ባንኪ እዛ ቦታ እዚኣ ካብኣ ንእሽተን ልዕል ዝበለ ወይ ትሕት ዝበለ ኣብኡ ክትረኽባ ትኽእላ ኢኽን። ኩሉ ክከም ቦትኡ እዩ ዝውስን ኣሕዋተይ መዓሪ ኩሉ ግዜ ንነግረኩም ማለት እዩ። ሎማዓንቲ ሓደ ነጥቢ ሓደ ኣምፅኤ ማለት ኩሉ ቦታ ከምኡ ይኾነ። ምክንያቱ ኣብ ዓዲ ጉዶም ዝተወሰነ ቦታ ከዚ እስካብ ክልተ ነጥቢ እስካብ ሓደ ነጥቢ ሸሞንተ እስካብ ሓደ ነጥቢ ሸውዓተ ልበል ይብልዎ ኣለዉ። ሎማዓንቲ ሓደ ነጥቢ ሓደ ኣምፅኦሞ ኩሉ ቦታ ዓዲ ጉዶምስ ከምኡ ክረክብ እየ ዝበሃል ኣይኾነይ። ስለዚ እንተኣየ ክብል ደልየ እቲ ቦታ ንዓሉ ንዓሉ ደረጃ ልሓዘ ኣለዉ ከዚ ኣብ ከተማ መቐለ ብቐድማያት ለምፃ ክወፅ ካብ ሓደ ነጥቢ ሸሞንተ እስካብ ሓደ ነጥቢ ሓሙሽተ ነይሩ ግን ከዓ ኩሉ ቦታ ሃሙ ዶ ይመስለኩም ሃሙ የኾነ ኣሕዋተይ ንንዓሉ ደረጃና ንንዓሉ ናይ ዕዳጋ ቦታና ናይ መንወርያ ኣለዎ ውሳኔ ቦታ ማለት እዩ እሱ ውሳኔ ቦታ እዩ ዋጋ ዕዳጋ ኣሎ የካውደ እምበር ኩሉ ቦታ ሲ ሓደ ዓይነት የኾነ ሓደ ነጥቢ ገዚእና እሞ ኣብ ከተማ ዓድጉዶም ውሽጢ ከተማሲ ሓደ ነጥብ ከግነየ ማለት ኣይኮነ ስለዚ ኩሉ ግዜ ልብለኩም ኣሕዋተይ ማዕረይ በተለይ ኣብ ስደት ዘለና ክንዲዚ ዶ ወዲናይ ክንዲዚ ዶ ገዚእናይ ማለት እዚ ናይ ስም መዘር እኳሲ ከከምቦቱ እዩ ልውስኖ ከዚ ኣብ ከተማ መቐለና ኣብ ዓዲ ጉዶም ሓደ ዶ ስም መዘሪ ሓደ ይኾነ ኣሕዋተይ ናይ ከተማ መቐለ ዘሎ ብጣዕሚ እዩ ክባር ናይ ስም መዘር ናይ ሚእቲ ኣርባዓ ካር ማለት እዩ ኣብ ከተማ ዓዲ ጉዶም ድማ ናይ ክልተ ሚእቲ ካር ኮይኑ እተወሰነ ንእሽተን ቀልል ዝበለ እዩ ስለዚ ንናዓል ደረጃ ኣለዎ ናይ ሎማዓንቲ ውዴና እዚኣ ትመስል ነይራ ከምቲ ትሪእዎ ኣለኹም እዚ ቦታ ብጣዕሚ እዩ ደስ ዝብል ሰረት ለበለ ገዛ ለበለ ይስራሕ ኣሎ እዩ ተፈቲኹምዎ ሼር ላይክ እናጎርኩም ቤተሰብ ክኾኑ ኣሕዋተይ ላእየ እውን መተባብዒ እዩ ዝኾነኒ ላይክ ምንም ኣይትኽፈላይ ስለዚ እንድሕር ደኣ ጥዑይ ቦታ ከምፀልኩም ደሊኹም ኮይንኹም ላይክ እናጎርኹም ምትዋዕኹም ኣይፈለየኒ እናበልኩ ሎማዓንቲ ኣብዚኣ ክፍለየኩም እየ ባይ ባይ